ስለ ድንግል ማርያም ክሓስብ እንከለኹ ሓደ ናይ መጽሓፍ ቅዱስ ቃል ትዝ ይብለኒ። ንሱ ድማ ሙሴ ኣብ ደብረ ሲና ዝረኣያ ቖጥቋጥ እትነድድ ግን ከኣ ቆጽላ ዘይነድድ እንታይ ደኣ እዩ እዚ ነገር እዚ ኢሉ ናብኣ ምስ ቀረበ እግዚኣብሄር ኣብ ሰማይ ኮይኑ ቅድስቲ እያ እሞ ኣሳእንካ ኣውጽእ ክብሎ እንከሎ እዩ። ስለ ድንግል ማርያም ክሓስብ ከለኹ ከኣ ናብኣ ኣይትቕረብ ዝብለኒ ይመስለኒ። ምኽንያቱ ሙሴ ዝረኣያ እትነድድ ቈጥቋጥ እያ። ድንግል ማርያም ኣብ ማህጸና ዝተሰክመቶ ግን መለኮታዊ እሳት እዩ ይብል ቅዱስ ሳዊሮስ ዘኣንጾኪያ። ስለ ድንግል ማርያም ንምዝራብ ኣሳእን ዝተባህለ ትዕቢት እዩ፣ ብትዕቢት ዘይኮነ ብትሕትና። ስለ ድንግል ማርያም ንምዝራብ ትዕቢት ዘይኮነ ትሕትና ይሓትት እዩ። ስለ ድንግል ማርያም ንምዝራብ ብመንፈስ ቅዱስ ምምላእ ይሓትት እዩ። ኤልሳቤጥ መንፈስ ቅዱስ መልኣ ከም ዝብል ሉቃስ። ሎሚ ማርያም ኢሎም ንዝጸውዑ ስማ ኣይሓፍሩን እዮም። ስማ ማርያም ኢሎም ክጽውዑ እንከሎ ከኣ ገለገለ ሰባት ንምንታይ እዮም ማርያም ማርያም ዝብሉ ይብሉ። ኣይኮነን ንሕና ቅዱስ ገብርኤል ከማን ማርያም ክብላ እንከሎ ኢና እንምልከት። ማርያም ዝብል ስም ጥዑም እዩ፣ ኩሉ ሰብ ድማ ኣሳእን ትዕቢት ኣውጺኡ ብትሕትና ክጽውዖ ዝግባእ እዩ። ንምንታይ እዩ ጥዑም ዝኸውን? ንምንታይ ብትሕትና ክንጽውዖ ዝግብኣና እንድሕር ደኣ ኢልና፣ ንሳ ብትሕትና ኣደ ፈጣሪ ስለ ዝኾነት። ነታ ብትሕትና ኣደ ፈጣሪ ዝኾነት ንሕና እውን ብትዕቢት ዘይኮነ ብትሕትና ብመንፈስ ቅዱስ ስማ ክንጽውዕ ስለ ዝግብኣና እዩ። ፍቕራ ኣብ ልብና የሕድረልና። ኩላትኩም ማርያም ማርያም ኢልኩም ስማ ጸውዑ። ስማ ምጽዋዕ ዕሽነት ኣይኮነን። ስማ ምጽዋዕ ጎይታ ዘይምፍላጥ ኣይኮነን። ስማ ምጽዋዕ ንጎይታ ምሽፋን ኣይኮነን። ብወላዲት ዝሽፈን ጎይታ የብልናን። ንሱ ኣዶ ክትኮኖ ዝመረጻ፣ መሕደሪት ክትኮኖ ዝመረጻ፣ ኣደይ ዝበላ፣ ወደይ ዝበለቶ፣ ልዕሊኣ ንጎይታ ዝፈልጦ የለን። ንሳ ኣብ ኩሉ ኔራ፣ ንሳ ምስኡ ዘይነበረትሉ ግዜ ኣይነበረን። ስለዚ ነዚ ስም እዚ ብትዕቢት ዘይኮነ ብትሕትና ኮይንና ኢና ክንጽውዕ ዝግበኣና። ብትሕትና ኮይንና ተጸዊዕና ከኣ ካብ ብጥቕሲ ብግብሪ ኣብ ህይወትና ክንርእዮ ኢና እሞ ስማ ኩሉ ግዜ ካብ ምጽዋዕ ኣይንሕፈር። ድንግል ማርያም።